ሰላም ዝኸበርኩም ተኸታተልቲ ቤን ቲቪ ንሎሚ ረቡዕ 15 ሰነ ዝተዳለወ ዕለታዊ ዜናታት ይዘልኩም መፅእ ኣለኹ ከም ወትሩ ክሳብ ፍፃሚ መደባትና ንክትከታተሉና እንዳዓደምኩ ብቐዳምነት ኣርእስተ ዜና ብዛዕባ ዓላማዊ ኩነታት ኤርትራ ኣብ ጀርመን ሰሚናር ተኻይዱ። ኤርትራ ንፍሉይ ሪፖርተር ኤችኣርሲ ጸብጻብ ነጺጋቶ። ሓይልታት ትግራይ ኣብ ኬንያ ናብ ዝካየድ ዘተ ላዕለዎት ተወከልቲ ከም ዝልእኹ ኣፍሊጦም። ዓባይ ብሪጣንያ ንሓተትቲ ዑቕባ ናብ ሩዋንዳ ንምጥራት ዝግበር ዝነበረ ፈላሚ በረራ ከም ዝሰረዘትን ካልእን ዝድህስስ መደባት ሒዘልኩም መጺኤ ኣለኹ። ሰናይ ናይ ምክትታል ግዜ እንዳተመነኹ ኣብዛ ቻናል ድማ ናይ ወትሩ ተኸታተልቲ ንክትኮኑ ሳብስክራይብ ብምግባር ናይ ደወል ምልክት ክትጥውቑ ብኽብሪ ይዕድመኩም። ብዛዕባ ዓላማዊ ኩነታት ኤርትራ ኣብ ጀርመን ሰሚናር ተኻይዱ። ጀነራል ቆንስል ኤርትራ ኣብ ጀርመን ከተማ ፍራንክፈርት ንዜጋታት ኣብ ኤርትራ ዘሎ ዕላማዊ ኩነታት ዘተኮረ ሰሚናር ኣካይዱ። ኣብ ዝሓለፉ ዓመታት ናጽነት ህዝብን መንግስትን ኤርትራ ግሁድን ሕቡእን ተጻብኦታት ብምፍሻል ኣብ ዓወት ተቐልቂሎም ናብ ሓድሽ መድረኽ ከም ዝሰገሩ ዘመልከተ ኣቶ ክብረኣብ ተኸስተ ዋና ቆንስል ኤርትራ ዜጋታት ውድባዊ ዓቕምን ተሳትፎን ከሕይሉ ኣብ ሃገራዊ ጉዳያት ጸዊዑ። ኣቶ ክብረኣብ ብተወሳኺ ኣብ እዋን ቆንስላዊ ኣገልግሎት ንምሃብ ኣበርክቶ ዜጋታት ኣብ ሃገራዊ ልምዓታዊ ምንቅስቓሳት ንምምዕባል፣ መሰል ረብሓን ዜጋታት ኣብ ወጻኢ ንምርግጋጽ ከምኡ'ውን ሃገራዊ ሓድነት ንምሕያል ዝካየድ ዘሎ ጻዕሪ ሰፊሕ መግለጺ ሂቡ። ኣቶ ካሕሳይ ተወልደ ሓላፊ ህዝባዊ ማሕበረሰባውያን ጉዳያት ተሳትፎ ዜጋታት ብሓፈሻ መንእሰያት ድማ ብፍላይ ብምንኣድ ዝሓሸ ውጽኢት ንምርካብ ተሳትፎ ንምሕያል ጸዊዖም። ተሳተፍቲ ብወገኖም ኣብ ሃገራዊህ ጉዳያትን ዓቕምን ኣበርኩቶን ንምሕያል ዘለዎም እምንቶ ገሊጾም። ኣብ ካሰል ጀርመን እውን ትምሳሳሊ ሰሚናር ተዳልዩ ብርክት ዝበሉ ኤርትራውያን ዘጋታት ተሳቲፎም። ኤርትራ ንፍሉይ ሪፖርተር ኤችኣርሲ ጸብጻብ ነጺጋቶ። ብሕቡራት ሃገራት ዝተመዘ ፍሉይ ተኸታታሊ ኩነታት ሰብኣዊ መሰላት ኤርትራ ኣብ ዘቕርቦ ዓመታዊ ጸብጻብ ንመደብ ሃገራዊ ኣገልግሎት ምንቃፉ ከም ዘጉሃያ ኤርትራ ገሊጻ። እዚ ሕጂ ዘሎ ዕማም ኤርትራ መቐጸልታ ናይቲ ኣሜርካን ምዕራባውያን መሻርኽታን ዝኽተልዎ ዘሎ ግዳማዊ ስግኣት ኣብ ክልተ ሽሕን ዓሰርተ ክልተን ከም ዝተመስረተ በዚ መሰረት ድማ ኤርትራ ንሽበራ ትድግፍ ኣላ ብዝብል ምስምስ ኣብ ልዕሊ ኤርትራ ዘንበሮ እገዳ ውድብ ሕቡራት ሃገራት ሓዊሱ መሳርሒታት ምግፋዕ ኣብዚ መንጽር'ዚ ድሕሪ ክልተ ዓመት ክሳብ እትስሕብ ብመርማሪት ኮሚሽን ኤርትራ ዝተላእከት ፍልይቲ ሪፖርተር ንኤርትራ ንምጽላምን ንምንጻልን ዝቖመ ኮይነን ከም መቐጸልታ ግጭት ኣብ ቀርኒ ኣፍሪቃ ከም ዘገልገለን እቲ ሓቂ ግን ሰብኣዊ መሰል ኣብ መደብ ህንጸት ሃገር ኤርትራ ብቐንዱ ኣትዩ ኣሎ እንተኾነ ግን ከም ዝኾነ ህዝቢ ኤርትራ መንግስቲ ብቐጻሊ ንምፍታሕ ዝሰርሓሉ ናይ ሰብኣዊ መሰላት ብድሆታት የጋጥም ኣሎ ዝኹን ይኹን ብድሆታት ብመንገዲ UPRN ካልእን ጽምዶታትን ብዝበለጸ ክፍታሕ ስለ ዝኽእል ግን ብመሰረት ፍሉይ ስልጣን ቤት ምኽሪ ሰብኣዊ መሰላት ወይ ከኣ HRC ኣተሓዙ ዘራግጽ ቅልውላው እቲ ሓቂ ግን ሰብኣዊ መሰል ኣብ መደብ ህንጸት ሃገር ኤርትራ ብቐንዱ ኣትዩ ኣሎ። እንተኾነ ግን ከም ዝኾነ ህዝቢ ኤርትራ መንግስቲ ብቐጻሊ ንምፍታሕ ዝሰርሓሉ ናይ ሰብኣዊ መሰላት ብድሆታት የጋጥም ኣሎ። ዝኹን ይኹን ብድሆታት ብመንገዲ UPRN ካልእ ጽምዶታትን ብዝበለጸ ክፍታሕ ስለ ዝኽእል ግን ብመሰረት ፍሉይ ስልጣን ቤት ምኽሪ ሰብኣዊ መሰላት ኣተሓሕዝኡ ዘረጋግጽ ቅልውላው ሰብኣዊ መሰላት የለን። ኣብ መጀመርያ እቲ ሪፖርተር ብርክት ዝበለ ክፋል ናይቲ ጸብጻብ ንኩነታት ክልል ትግራይ ኢትዮጵያ ስልጣኑ ሓሊፉ ብምውፋይ በዚ ድማ ልኡኸይ ንዝኾነ ይኹን ክፋል ናይቲ ውጹእ ዝበለ ጸብጻብ ምላሽ ኣይህብን ክብል ፍሉይ ሪፖርተር ኤርትራ ገሊጹ። ብምስዓብ'ውን ነቲ መደብ ሃገራዊ ኣገልግሎት ዓንዲ ሕቆ ዓቕሚ ሃገራዊ ምክልኻል ኤርትራ ምዃኑ ዝገለጸ ወኪል ኤርትራ፣ ብዘይ ስግኣት ብሰላም ንምንባርን ልኡላውነት ሃገሩ ንምክልኻልን ውሕስነት ዝፈጥር ንምዃኑ ኣብሪሁ። ብመሰረቱ እቲ ኣብ ኢድና ዘሎ ጸብጻብ ከምቲ ልሙድ ዕላማዊነት ዝጎደሎ ኮይኑ ንሕጊ ፍሉይ ኣሰራርሓ ዝጥሕስ ውድቀት ዘገደደ እዩ። ካብዚ ሓሊፉ ድማ ኤስኣር መሊሱ ካብ ዝተመርጹ ስሞም ዘይተገልጸን ኣጠራጣርን ምንጭታት ብመንገዲ ርሑቕ ምክትታል መርትዖ ዘይብሉን ሓበሬታ ሒዙ ምምጽኡ ቅድሚ ሕጂ ዝተነጸረን ዝተነጽገን መሰረት ዘይብሉ ክስታት ስያመ ንምሃብ ዝዓለመ ነዚ ዘሕፍር ክስታት ዳግማይ መልሲ ዘይምሃብን ሓላፍነትን ዝጎደሎን እዩ። ድሕሪ ምሕዳስ ሰላም ኤርትራን ኢትዮጵያን ኣብ ክልተ ሽሕን ዓሰርተ ሸሞንተን ምስ ምትሕልላፍ ዞባዊ ዳይናሚክስ ቀርኒ ኣፍሪቃ ቅልውላው ትግራይ ተማሂዙ ነዚ ሓድሽ ዳይናሚክስ ኣቋሪጹ ጂኦፖለቲካዊ ኣጀንዳታት ኣሜሪካን ምዕራባዊ መሓዙትን ኣብዚ ሓድሽ ክውንነት እቲ ዝቕየር ዘሎ ዓለማዊ ስርዓት በዚ ከኣ መንግስቲ ኤርትራ ንምቕያርን ጎኒ ጎኒ ድማ ንሕውሓት ናብ ስልጣን ንምምላስን ዝተኻየደ ሸርሒ ብምጥቃስ ዘለዎ ስግኣት ሃገራዊ ድሕነትን ብኣሜሪካን ሕብረት ኤውሮጳን ኣብ ልዕሊ ኤርትራ ዝጽዕኖ ዘይሕጋዊ ክኹኖ ዘይምኽኣሉ ተቐባልነት የብሉን ክብል ነጺግዎ። ብመንጽር'ቲ ብመንግስቲ ኢትዮጵያ ዝወሰዶ ናይ ሕጊ ምኽባር ስጉምታት ብሓይልታት ኤርትራ ዝግበር ሰብኣዊ ሓገዝ ምዕንቃፉ ሓዊሱ ብዘይመሰረታዊ ክስታት ሰብኣዊ መሰላት ቅልውላው ትግራይ ንኤርትራ ምስባብ ተቐባልነት የብሉን ኢሉ። ኣብ መደምደምታ እቲ ኣብ ኢድና ዘሎ ጸብጻብ ASR መመሊሱ ነቲ ምክፋል ዘይፈጠረ ዘይፍትሓውን ዕማም ንክቕጽል ጥራይ ዝተዳለወ ኮይኑ ኣብ ሰለስተ ክፋል ኣቕሪቡሉ። ቀዳማይ፣ ንመሰረት ኤርትራ ኣፍልጦ ክህቡን ክድግፉን ይጽውዕ ክውንነት ከምኡውን ነቲ ኣብ ቀርኒ ኣፍሪቃ ዝቕልቀል ዘሎ ዞባዊ ዳይናሚክስ ሰላም፣ ጸጥታን ልምዓትን ንምድልዳል ዝገብሮ ዘሎ ልኡም ጻዕሪ። ካልኣይ፣ ነቲ ዕማም ንምንዋሕ ዝዓለመ ዝኾነ ይኹን ረቂቕ ውሳነ ይቃወም። ሳልሳይ፣ ነቲ ዝካየድ ዘሎ መስርሕን ኣተጋግብራን ኤርትራ ምድጋፍን ዝብልዎን እዩ። ሓይልታት ትግራይ ኣብ ኬንያ ናብ ዝካየድ ዘተ ላዕለዎት ወከልቲ ከምዝልእኹ ኣፍሊጦም። ንዓሰርተ ትሽዓተ ኣዋርሕ ምስ መንግስቲ ኢትዮጵያ ኣብ ኲናት ዝጸንሑ ሓይልታት ትግራይ ብመንጎኝነት ኬንያ ኣብ ዝካየድ ዘተ ከምዝሳተፉ ኣፍሊጦም። ብመራሒ ትግራይን ኣቦ ወንበር ህወሓትን ዶክተር ደብረጽዮን ገብረሚካኤል ተጻሒፉ ናብ ሕብረት ኣፍሪቃን ፕሬዝደንት ኬንያ ኡሁሩ ኬንያታን ዝርከቦም መራሕቲ ዝተጻሕፈ ደብዳበ ሓይልታት ትግራይ ምስ መንግስቲ ኢትዮጵያ ንምዝራብ ድሉዋት ከምዝኾኑ'ዩ ዝገልጽ። ኣብቲ ብመንግስቲ ኬንያ ዝተጸውዑን ዝዳሎን ዘተ ዝሳተፍ፣ ሓላፍነትን መምርሒን ዝተዋህቦ ላዕለዋይ ልኡኽ ንምስዳድ ተዳሊና ኣለና ዝብል እዩ። ዶክተር ደብረጽዮን ኣብ ልዕሊ'ታ ዘተ እተእንግድ ዘላ ኬንያን መራሒኣ ኡሂሩ ኬንያታን እምነት ከም ዘለዎም ብምሕባር'ውን ኣድናቖቱ ገሊጹ። ቀዳማይ ሚኒስተር ኣቢይ ኣሕመድ ብወገኑ ትማሊ ንቤት ምኽሪ እታ ሃገር ኣብ ዝሃቦ መግለጺ፣ ኲናት ትግራይ ብሰላማዊ መንገዲ ንምፍታሕ ዝከታተልን ዝላዘብን ብምክትል ቀዳማይ ሚኒስተር ደመቀ መኮንን ዝምራሕ ኮሚቴ ቆሚዩ ከምዘሎ ተዛሪቡ ኣሎ። ንሕና ደለይቲ ሰላም ኢና፣ ዘሎ ኣማራፅታት ሰላም ተግባራዊ ክኸውን ድልዋት ኢና ኢሉ። ክልቲኦም ተዋጋእቲ ሓይልታት ኣብ መንጎ ሰላምን ምዝታይን ኣወንታዊ መግለፂታት ምሃቡ ስዒቡ፣ እቲ ሞት ኣሽሓት ምዝንባል ሚልዮናት ዘስዓበ ደማዊ ኲናት ብሰላም ክዛዘም እዩ ዝብል ተስፋ ሂቡ ይርከብ። ኣብ መሰረታዊ መትከላት ሰብኣዊ መሰላት፣ ዲሞክራስን ተሓታትነትን ዝተመስረተ ዘተ ሰላም ንምግባር ድልዋት ከምዝኾኑ ዝሓበረ ዶክተር ደብረፅዮን እቲ ዝርርብ ግሉፅነት ክህልዎ እውን ፀዊዑ ኣሎ። ሚስጢራዊ ስምምዕነት ንምክያድ ወይ መትከላትና ብቁሳዊ ነገራት ንምድርዳር ድልዋት ኣይኮናን ይብል። ብተወሳኺ ትማሊ ንማዕከናት ዜና እቲ ክልል ኣብ ዝሃቦ መግለጺ፣ ቅድሚ ሕጂ ምስ መንግስቲ ኢትዮጵያ ዝኾነ ዓይነት ቀጥታዊ ድርድር ከም ዘይተኻየደ ብምግላጽ፣ ምስ ምክያድ ረፈረንደም ሰራዊት ትግራይን ሉኣላውነት ግዝኣት ትግራይን ካልኦት ተተሓሒዙ ዘቐመጦ ቅድመ ኩነት ሕጂ'ውን ከም ዘይተቐየረ ኣረጋጊጹ። ዶክተር ደብረጽዮን ነቲ ሓይልታት ትግራይ ኣብ ምዕራብ ትግራይ ዝነበሮም ሕቶ እናገደፍዎ ክመጹ ከም ዝኽእሉ ዝገልጽ ብፈረንሳዊት ጋዜጣ ዝወጸ ጸብጻብ'ውን ሓሶት ክብል ነጺግዎ እዩ። ፍሉይ ልኡኽ ሕብረት ኣፍሪቃ ፕሬዚደንት ናይጀርያ ነበር ኦሊሶንጆ ኦቦሳንጆ ኣብ ቀረባ መዓልታት ናብ መቐለ ተጓዒዙ ምስ መራሕቲ ትግራይ ዝዘተዩ ኮይኑ ዋላ እኳ ነቲ ጎንፂ ብሰላማዊ መንገዲ ንምፍታሕ ዝካየድ ዘሎ ፃዕሪ ዝደንጎየ እንተኾነ ቀፃሊ ዝኾነ ምዕባለ የርኢ ከም ዘሎ ተዛሪቡ ነይሩ። ነቲ ፍሉይ ልኡኽ ተቐቢሉ ከም ዘዘራረበ ኣብ ደብዳቤኡ ዝገለፀ ፕሬዚደንት ደብረፅዮን ሕብረት ኣፍሪቃ እቲ ኲናትን ዝተፈፀሙ ገበናትን ብዝምልከት ስቕታ መሪፁ ክብል ወቒሱ እዩ። እቲ ላዕለዋይ ልኡኽ ንቀዳማይ ሚኒስተር ኢትዮጵያ ዘለዎ ቅርበት እውን ህዝብና ዘየስተውዓሎ ኣይኮነን ክብል ሕጉስ ዘይምዃኑ ኣኣንፊቱ ኣሎ። ኣብ ርእሲ'ዚ ንሰላም ኢልና ተወሳኺ ርሕቐት ንምኻድ ድሉዋት ምዃንና ብድኽመትን ስስዐን መትከላቶምን ክገድፉ እዮም ዝብል ግጉይ ርድኢት ከይፈጥር ክብል ከኣ ኣተሓሳሲቡ። እቲ ኲናት ብፍላይ ኣብታ ኣብ ዘይወግዓዊ ዕጽዋ ዘላ ትግራይ ከቢድ ሰብኣዊ ቅልውላው ዘስዓበ ክኸውን እንከሎ ናብ ትግራይ ሰብኣዊ ሓገዝ ምእንቲ ክኣቱ ክልቲኦም ወገናት ኣብ ዝሓለፈ መጋቢት ሰብኣዊ ውዕል ምቁራጽ ተኹሲ ምግባሮም ዝዝከር እዩ። እንተኾነ ዋላኳ ክልቲኦም ተዋጋእቲ ሓይልታት ንሰብኣዊ ረድኤት ክብሉ ግጭት ደው ንምባል እንተተሰማምዑ፣ እቲ ዝዕደል ረድኤት ኣብ ሰሜን ኢትዮጵያ ንዘለዉ ተጸበይቲ ዛጊት ብእኹል መጠን ክባጻሕ ኣይከኣለን። ጠንቂ እዚ ድማ ህወሓትን መንግስቲ ፌደራልን ንሓድሕዶም ክካሰሱ ጸኒሖም እዮም። ካብ ቀረባ ሰሙናት ግን እቲ ናብቲ ክልል ዝኣቱ ሰብኣዊ ሓገዝ ርኡይ ምምሕያሽ ከምዘርኣየ ጸሓፊ ሚኒስቴር ወጻኢ ጉዳያት ኣሜሪካ ኣንቶኒ ብሊንከን ኣብ ዝሓለፈ ሰሙን ገሊጹ ምንባሩ ዝዝከር እዩ። ዓባይ ብሪጣንያ ንሓተቲ ዑቕባ ናብ ርዋንዳ ንምጥራዝ ዝግበር ዝነበረ ፈላሚ በረራ ሰሪዛቶ። ብብሪጣንያ ንፈለማ እዋን ናብ ርዋንዳ ዝገበረቶ ናይ ምስጓግ በረራ ድሕሪ ናይ መወዳእታ ደቒ ምትእታው ቤት ፍርዲ ሰብኣዊ መሰላት ኤውሮጳ ሰሪዛቶ ትርከብ። እቲ በረራ ኣብቶም ኣብዚ ጉዳይ ዝሳተፉ ሓተቲ ዑቕባ ዘይምለስ ጉድኣት ናይ ብሓቂ ሓደጋ ከም ዘለዎ ወሲኑ እዩ። እቲ በረራ ክብገስ መደብ ተታሒዝሉ ዋላ እኳ እንተነበረ፣ ሰሉስ ምሸት ጠበቓታት ናይቶም ሓተትቲ ዑቕባ ግን ንኹሉ ኣብ ዝርዝር መንግስቲ ዘለዉ ሰባት ንኸይስጎጉ ዝዓግት በብጉዳዩ ዝቐርቡ ጥርዓናት ጀሚሮም ነይሮም እዮም። ሚኒስተር ጉዳያት ወጻኢ ሊዝ ትራስ ኣቐዲማ ኣብቲ መዓልቲ እታ ነፋሪት ብዘየገድስ ክትብገስ እያ ኢላ ምንባራ ዝዝከር እዩ። ድሕሪ እቲ ይግባኝ ግን ናይ ሰሉስ በረራ ንምስራዝ ደው ከብሉ ኣብ ዝጽዕርሉ ዝነበሩ እዋን ሰለስተ መዓልታት ዝቐጸለ ዕግርግር ዝመልኦ ናይ ቤት ፍርዲ ብድሆታት የዕጽዮሞ'ዮም። መራሕቲ ቤተ ክርስቲያን ዓባይ ብሪጣንያ ናብ ተቓወምቲ ብምጽንባር ነቲ መንግስቲ ዝኽተሎ ፖሊሲ ዘይስነ-ምግባራዊ ክብል ከሲሶም'ዮም። ኣቐዲሙ ቀዳማይ ሚኒስተር ብሪጣንያ ቦርሲ ጆንሰን ነቲ ውጥን ኣብ ማዕሉ ከብጽሖ ከምዝኾነ ኣዊጁ ምንባሩ ዝዝከር'ዩ። እቲ ስጉምቲ ህይወት ንምክልኻልን ነቶም ስደተኛታት ብንኣሽቱ ጀላቡ ንእንግሊዝ ቻናል ዝሰግሩ ገበነኛታት ጉጅለታትን ንምፍሻልን ሕጋዊ መንገዲ ምዃኑ ብምምጓት እዩ። እቲ ቀዳማይ ሚኒስተር ኣብ ወርሒ ሚያዝያ ምስ ሩዋንዳ ዝተገብረ ስምምዕ ብዘይሕጋዊ መንገዲ ናብ ብሪጣንያ ዝኣተዉ ሰባት ናብታ ምብራቕ ኣፍሪቃ እትርከብ ሃገር ክጥርዙ ምዃኖም ኣፍሊጡ ነይሩ እዩ። ርዋንዳ ንዓኣቶም ንምቕባል ኣብ ምቕያር ሚልዮናት ፓውንድ ልምዓታዊ ሓገዝ ክትረክብ ምዃና'ውን ተመጻቢዖምላ እዮም። እቶም ዝስጎጉ ኣብ ብሪጣንያ ዘይኮኑስ ኣብ ርዋንዳ ኮይኖም ዑቕባ ብምሕታት እቲ ጉዳያቶም ኣብኡ ንኽረኣ'ዩ ዝብል እዩ። ብሪጣንያ ኣብ ዝሓለፈ ዓመታት ካብ ከም በዓል ሶርያ፣ ኣፍጋኒስታን፣ ኢራን፣ ሱዳን ዝኣመሰሉ ቦታታት ዘይሕጋዊ ዋሕዚ ስደተኛታት ሪኣን ተቐቢላን እያ። ዒራቕን የመንን ነቲ ፖሊሲ ብመብዛሕትእን ሃገራት ድሕሪ ምዝዛም ካልኣይ ኲናት ዓለም ኣፍልጦ ዝሃብዎ ምጥቃት ይምሰል ስደተኛታት ክብሉ ኮኒኖምዎ ኣለዉ። ኣብ ዴንማርክን ኦስትርያን ዝርከቡ ፖለቲከኛታት ተመሳሳሊ እማመታት ይሓስቡ ኣለዉ። ኣውስትራልያ ካብ ክልተ ሽሕን ዓሰርተ ክልተን ጀሚራ ኣብ ደሴት ፓሰፊክ ዝኾነት ሃገር ናውክ ማእከል ምምስራሕ ዑቕባ ትሰርሕ ኣላ። ዝኸበርኩም ተኸታተልቲ ቤን ቲቪ ንሎሚ ዝበልናዮ መሰናድኡና ኣብዚ ወዲእና ኣለና። ምሳና ስለ ዝጸናሕኩም ብልቢ ነመስግን። በብዘለኹሞ ሰላም